ምሕረት ዘይምግባር ማለት ንኽፉእ ብኽፉእ ምምላስ ዘይኮነስ ካብ ሕይወትካ ምውጻእ ማለት እዩ። ንኹሉ ክተሐጉስ እንተደሊኻ ንርእስኻ ክትስእና ኢኻ። ንመርዛም ሰብ ካብ ሕይወትካ ምውጻእ ንርእስኻ ምሕረት ምግባር ማለት እዩ። ጽቡቕ ሰብ ምዃን ማለት ንኹሉ ምጽዋር ማለት ኣይኮነን። ሰላምካ ንዝዘርግ ሰብ ቦታ ዘይምሃብ እምበር። ዓወት ዝጅምር ንመን ክተውጽእን ንመን ክተእቱን ምስ ወሰንካ ጥራይ እዩ። ሰላም እዚ ቻናል ስነ ልቦና እዩ እዚ መደብ ዘሳናደእልኩም ድማ ኣነ ሓፍትኩም ሊድያ እየ ነዚ ቻናል ሓደሽቲ እንተኮይንኩም ሰብስክራይብ ግበሩ ኣብ ሂወትካ ዕረፍትን ዓወትን ክህልወካ እንተደሊካ ገለ ዓይነት ሰባት ካልኣይ ዕድል ወይ ምሕረት ክግበረሎም የብሎሙን እዞም ሰባት እዚኣቶም ንዓኻ ንምዕባይ ዘይኮነስ ንዛሕቲ ንምስሓብን ንሰላምካ ንምዝራግን ዝመጹ እዮም። ካብ ህይወትካ ብዘይ ዝኾነ ምሕረት ክትሰጎም ዘለካ ሸውዓተ ዓይነት ሰባት ክነግረካ። እቲ ቀዳማይ እቶም ጥቕመኛታት ጥራይ ዝኾኑ። ንሳቶም ከም ጽላሎት እዮም። ብርሃን፣ ሃብቲ ወይ ስልጣን ኣብ ዘለዉ ጥራይ ይረኣዩ። ጸልማት ወይ ጸገም ምስ መጸ ግን ኣሰሮም ኣጥፊኦም ይርከቡ። ንሳቶም ንዓኻ ዘይኮነስ ነቲ ካባኻ ዝረኽብዎ ጥቕሚ እዮም ዘፍቅሩ። እቲ ጥቕሚ ምስ ተጸንቀቐ ድማ ንዓኻ ከም ዝተደርበየ መዐሸጊ ወረቐት ርእዮምኻ ይኸዱ። ኣብ ግዜ ሕርሻ ዘይነበሩ ኣብ ግዜ ዓጺድ ክርከቡ መሰል የብሎምን። ንሳቶም ድማ ጻዕርኻ ንምቕሳም ዝመጹ ናይ ዓወት ኣጋይሽ እምበር ናይ ጉዕዞ ብጾት ኣይኮኑን። ኣብ ግዜ ጸበባኻ ማዕጾኦም ዝዓጽዉልካ ሰባት ኣብ ግዜ ዓወትኻ ማዕጾኻ ክትኸፍተሎም ኣይግባእን። ንጥቕመኛታት ሰባት ካብ ህይወትካ ምውጋድ ጭካነ ዘይኮነስ ንነብስኻ ዝግበር ፍትሒ እዩ። ንሳቶም ኣፍቀርቲ ምቹው ኩነታት ስለዝኾኑ ኣብቲ ናይ ሓቂ ህይወት ቦታ የብሎምን። ምሕረት ኣይትግበረሎም ምኽንያቱ ንሳቶም ዝመጹ ንዓኻ ንምሕጋዝ ዘይኮነስ ንዓኻ ንምድካም እዩ። ንጥቕመኛ ሰብ ዕድል ምሃብ ንርእስኻ እንደገና ክትምዝመዝ ምፍቃድ እዩ። ካልኣይ እቶም ብዓወትኻ ዝቐንኡ እዞም ሰባት እዚኣቶም ኣብ ገጾም ፍሽኽታ ኣብ ልቦም ግን መርዚ ዝሓዙ እዮም። ንሳቶም ብቐጻሊ ውድቀትካ ዝጽበዩ ተዓዘብቲ ህይወትካ እዮም። ንዓኻ ንምውዳቕ ጸሎ ከም ዝጽልዩ ዓወትካ ግን ከም ሓዊ ዝልብልቦም እዩ። ቃላቶም እንኳዕ ሓጎሰካ ይብሉ እምበር ኣዒንቶም ግን ሓዘን ይገልጻ። ንሳቶም ምስቲ ናትካ ብርሃን ክላመዱ ዘይክእሉ ናይ ጸልማት ተጓዓዝቲ እዮም። ዝኾነ ጽቡቕ ነገር ምስ ረኣዩ ልቦም ብሕስዳን ይነድድ። ንዓወትካ ከም ውልቃዊ ስዕረቶም ገይሮም ዝርእዩ ሰባት ኣብ ህይወትካ ቦታ የብሎምን። ምሕረት ኣይትግበረሎም። ስምዒቶም ንምሕላው ኢልካ ብርሃንካ ኣይተጥፍእ። ዝያዳ ብምዕዋት ጥራይ ኣቃጽሎም። ምኽንያቱ ንሳቶም ዝሕጎሱ ንስኻ ብርሃንካ ምስ ዝጠፍእ ጥራይ እዩ። እቶም ብዓወትካ ዝቐንኡ፣ ዝኾነ ጽቡቕ ነገር ምስ ዝረኸብካ ልቦም ከም ሓዊ ዝሓርር ሰባት እዮም። ሕጉስ ክትኸውን ከለኻ ሰላም ይስእኑ፣ ክትወድቕ ከለኻ ግን ብውሽጦም ፍሽኽ ይብሉ። እንኳዕ ሓጎሰካ ክብሉኻ ከለዉ ቃላቶም መርዚ ዝተለኸየ እምበር ካብ ልቢ ኣይኮነን። ሳልሳይ፣ እቶም ንሰላምካ ዝዘርጉ፣ ንሳቶም ሓይልኻ መጺኦም ሰላምካ ሰሪቖም ባዶ ዝሓድጉኻ ናይ ስምዒት ሰረቕቲ እዮም። ምስኦም ዘሕለፍካዮ ነፍሲ ወክፍ ደቒቓ ካብ ዕድመኻን ካብ ጥዕናኻን ዝተሰረቐ ግዜ እዩ። ንሳቶም ጸገም ንምፍታሕ ዘይኮነስ ንዝያዳ ጸገም ንምፍጣር ዝነብሩ ሰባት እዮም። ንሰላም ከትዘርጉ ሰባት ክተወግድ ከለኻ ጭካነ ዘይኮነስ ንፍቕሪ ነፍስኻ ኢኻ ትፍጽም ዘለኻ። ካብ ማዕበል ዝመልኦ ህይወቶም ኣውጺእኻ ኣብ ጀልባኻ ኣይተስፍሮም። ምኽንያቱ ንሳቶም ንባሕሪ ጸጥ ንምባል ዘይኮነስ ንጀልባኻ ንምጥሓል እዮም ዝመጹ። ንሳቶም ኣብ ባእሲ ህይወት ኣብ ሰላም ድማ ሞት ዝስምዖም እዮም። እቲ ዝዓበየ ዓወት ካብዞም ንሰላምካ ዝዘርጉ ሰባት ብዝተኻእለ መጠን ምርሓቕ እዩ። ምኽንያቱ እዞም ሰባት ኩሉ ግዜ ባእሲ፣ ጭንቀት፣ ወረን ሕሹኽሹኽን ሒዞምልካ ዝመጹ እዮም። ንሳቶም ሓይልኻ መጺኦም ሰላምካ ሰሪቖም ባዶ ዝሓድጉኻ ናይ ስምዒት ሰረቕቲ እዮም። ምስኦም ግዜ ምስ ኣሕለፍካ መንፈስካ ይደክም፣ ተስፋኻ ድማ ይቕህም። እዝንኻ ናይ ወረ መቐመጢ፣ ልብኻ ድማ ናይ ባእሲ ሜዳ ኣይኮነን። ንሰላምካ ክትብል ካብዞም ናይ ጭንቀት ነጋዶ ምርሓቕ ጭካነ ዘይኮነስ ንነብስኻ ዝግባእ ክብሪ ምሃብ እዩ። ራብዓይ፣ እቶም ራኢኻ ዝንዕቁ፣ ንሳቶም ንዓለም ብናይ ድኹማት መነጽር ስለ ዝርእይዋ፣ ንዓኻ'ውን ከምኣቶም ትሕት ኢልካ ክትነብር ይደልዩኻ። ራኢኻ ካብ ዓቕሚ ምርድኦም ንላዕሊ፣ ስለ ዝኾነ ንዓኻ ንምዕባይ ዘይኮነስ፣ ንሕልምኻ ንምንእኣስ ይሰርሑ። ንሳቶም ብርሃንኻ ዘለብልቦም ናይ ጸልማት ተጓዓዝቲ ስለ ዝኾኑ፣ ብዘይካ ጸልማት ካልእ ክህቡኻ ኣይኽእሉን። ካብቶም ኣይኸውንን እዩ ዝብልኻ ሰባት ምርሓቕ ንርእሱ ሓደ ዓቢ ስጉምቲ ዓወት እዩ። ንኽትበርር ክንፊ ክህቡኻ ኣብ ዘይክእሉሉ፣ ክንፊ ክሰባብሩኻ ኣይትፍቀድ። ንሳቶም እታ ናይ መወዳእታ ኣይትኽእልን ኢኻ እትብል ቃል ምስ ተዛረቡ፣ ንስኻ ብተግባር ተዓዊተ ብትብል ቃል ክትምልሰሎም ኣለካ። ንራኢኻ ካብዞም ናይ ተስፋ ሰረቕቲ ንምክልኻል ሕልናኻ ኣትርር። እቲ ዝዓበየ ቀታሊ ራኢ እቲ ኣብ ጥቓኻ ዘሎ ኣሉታዊ ሰብ እዩ። ኣይትኽእሎን ኢኻ፣ ኣይከውንን እዩ፣ ተጋጊኻ እናበሉ ንእምነትኻ ዝቐትሉ ሰባት እዮም። ንሳቶም ናይ ገዛእ ርእሶም ፍሽለትን ፍርሕን ንዓኻ ከኽድኑኻ ዝፍትኑ ናይ ተስፋ ሰረቕቲ እዮም። ንዓኻ ካብ ምትብባዕ ንላዕሊ ንኽትፈርሕን ተስፋ ክትቖርጽን ዝገብሩኻ ሰባት ንህይወትካ ጸልማት እዮም። ንሳቶም ንዓለም ብናይ ድኹማት መነጽር ስለ ዝርእዩዋ ነቲ ዓቢ ራእይኻ ክርድእዎ ኣይኽእሉን። ሓምሻይ፣ እቶም ብተደጋጋሚ ዝጠልሙኻ። ጥልመት ኣጋጣሚ ኣይኰነን፣ ብውጥን ዝፍጸም ናይ ጠባይ ውጽኢት'ዩ። ንሓደ ብተደጋጋሚ ዝጠልመካ ሰብ ካልእ ዕድል ምሃብ ማለት ንኽቐትለካ ካልእ ተወሳኺ ጥይት ምሃብ ማለት'ዩ። ንሳቶም ብደገ ፍሽኽ እናበሉ፣ ኣብ ውሽጦም ግን ካልእ መጻወድያ ዘዳልዉ ናይ እምነት ሰረቕቲ'ዮም። ምሕረት ምግባር ንነብስኻ ካብ ቂም ሓራ ንምውጻእ እምበር ንጠላም እንደገና ናብ ህይወትካ ንምምላስ ኣይኮነን። እምነት ከም መስትያት እዩ። ሓንሳብ ምስ ተሰባበረ ክትጽጉኖ ትኽእል ትኸውን። እቲ ስባር ግን ኩሉ ግዜ ክርኣ እዩ። ንሕያውነትካ ከም ድኽመት ንትዕግስትኻ ድማ ከም ዕሽነት ንዝርእዩ ሰባት ክተወግዶም ኣለካ። ሓንሳብ ዝጠለመካ ክሓፍር ይግባእ። ካልኣይ ግዜ ዝጠለመካ ግን ንስኻ ኢኻ ክትሓፍር ዘለካ። ካብ ህይወትካ ብምውጋድ ካብ ተወሳኺ ቃንዛ ተኸላኸል። ምኽንያቱ ጠላም ሰብ ክቕየር ዘይኮነስ ኣገባብ ጥልመቱ ከስልጥ ጥራይ እዩ ዝመጽእ። ንጠላም ዕድል ምሃብ ንርእስኻ ምጥላም እዩ። ምሕረት ወሰን ኣለዎ፣ እቲ ወሰን ድማ ክብረትካ እዩ። ጥልመት ኣጋጣሚ ዘይኮነስ ናይ ጠባይ ውጽኢት ስለ ዝኾነ ንሰላምካ ክትብል ካብዞም ናይ እምነት ሰረቕቲ ምርሓቕ ጭካነ ዘይኮነስ ንርእስኻ እትህቦ ዓቢ ፍርዲ እዩ። ሻድሻይ፣ እቶም ተንኮለኛታትን መዝመዝትን ንሳቶም ኣብ ህይወትካ ከም ዋና ዳኛ ክኾኑ ዝደልዩ ንዓኻ ግን ኩሉ ግዜ ኣብ ተኸሳሲ ዘቅምጡኻ ናይ ስምዒት ጠቢባን እዮም ንዓኻ ከም ሰብ ዘይኮነስ ከም ሓደ ድላዮም ዝገላብጥዎ መጻወቲ እዮም ዝሪኡኻ ሓቅኻ ንኽትጠራጠር ውሳነኻ ንኽትዝንግዕ ኣብ መወዳእታ ድማ ኣብ ገዛእ ርእስኻ እምነት ንኽትስእን ዝገብሩ ናይ ኣእምሮ መዝመዝቲ እዮም ፍቕሪ ናጽነት ክህበካ ከሎ፣ መዝመዝቲ ግን ብስም ፍቕሪ ሰንሰለት እዮም ዘዳልዉልካ። ንሳቶም ዝፈትዉኻ ንዓኻ ዘይኮነስ፣ ነቲ ካባኻ ዝረኽብዎ ረብሓን ነቲ ኣብ ልዕሌኻ ዘለዎም ናይ ቁጽጽር ስልጣንን እዩ። ንናይ ገዛእ ርእሶም ጌጋታት ናባኻ ብምጽጋዕ፣ ኩሉ ግዜ ከም በደለኛ ክስምዓካ ይገብሩ። እዚ ድማ ካብኦም ንኸይትወጽእ ዝጥቀምሉ ናይ ሕልና ሽርሒ እዩ። ካብ ተንኮለኛ ሰብ ምርሓቕ ናይ ሕልና ዕረፍቲ ጥራይ ዘይኮነስ፣ ነጻነትካ ዳግማይ ምርካብ እዩ። ንኸምዚኦም ዓይነት ሰባት ምሕረት ምግባር ማለት ነፍስኻ ንመርዚ ኣሕሊፍኻ ምሃብ ማለት እዩ። ኣብ መርበብ ተንኮሎም ተሸኺልካ ካብ እትነብር ብጭካነ ሰንሰለቶም በቲኽካ ነጻነትካ ኣውጅ። ሻውዓይ፣ እቶም ክልተ ገጽ ዘለዎም። ንሳቶም ገጾም ከም ክዳን ዝቕይሩ ኣብቲ ናይ ግብዝና መድረኽ ዝነብሩ ናይ ስነ ጥበብ ሰባት እዮም። ኣብ ቅድሜኻ ብመዓር ዝተለኽየ ቃላት ከፍስሱ ከለዉ ኣብ ድሕሬኻ ግን መርዚ ዝሓዘ ስንቂ እዮም ዘዳልዉ። ፍሽኽትኦም ሰሓቢ እዩ፣ ሕቕፍኦም ድማ ሰንሰለት እዩ። ምስኦም ክትኸውን ከለኻ ምስ መላእኽቲ ዘለኻ ይመስለካ፣ ግብሮም ግን ካብ ሰይጣን ዝገደደ እዩ። እምነትካ ከም ካርታ ውግእ ተጠቒሞም ንድኹም ጎንኻ ንጸላእትኻ ኣሕሊፎም ዝህቡ ናይ ውሽጢ ዓዲ ሰለይቲ እዮም። እቲ ሎሚ ምስኦም ኮይንካ ዝሰሓቕካሉ ምስጢር ጽባሕ ንዓኻ ንምውቃዕ ዝጥቀሙሉ መሳርሒ ክኸውን እዩ። ንሳቶም ብርሃንካ ንምጥፋእ ጥራይ ዘይኮነስ ስምካ ንምሕሳርን ክብረትካ ንምድፋእን ዝነብሩ ክፉኣት እዮም። ስለዚ ክቡራት ተኸታተልተይ ህይወትካ ከም ሓደ ስልጡን ጽሩይን ስፍራ ኣትኽልቲ እያ። ጽቡቕ ፍረ ንኽትረክብ ድማ ነቶም ጠቓሚ ዘይኮኑ ሳዕርታት ክትምንቁሶም ኣለካ። እቶም ዝጠቐስናዮም ሸውዓተ ዓይነት ሰባት ነቲ ኣብ ውሽጥኻ ዘሎ ተኽእሎን ሰላምን ከይበቁል ዝዓግቱ ዕንቅፋታት እዮም። ምሕረት ምግባር ማለት ንዝበደለካ ሰብ እንደገና ናብ ህይወትካ ዓዲምካ ንክወግኣካ ዕድል ምሃብ ማለት ኣይኮነን። ምሕረት ማለት ነቲ ካብኦም ዝረኸብካዮ ቃንዛን ቂምታን ኣውጺእካ ብምድርባይ ንርእስኻ ናጽነት ምሃብ ማለት እዩ። ካብቶም ንዓኻ ንታሕቲ ዝስሕቡኻ ሰባት ምርሓቕካ ንዓኻ ሕማቕ ሰብ ኣይገብረካን እዩ። ንርእስኻ ዘለካ ክብሪ ግን የርኢ። ህይወትካ ናትካ እያ። ንመን ናብ ህይወትካ ክተእቱ ንመን ድማ ካብ ህይወትካ ክተውጽእ ናትካ ናይ ውልቀ ስልጣን እዩ። ነቶም ብርሃንካ ዘጥፍኡ ዘይኮነስ ነቶም ዘንጸባርቑኻ ሰባት ቦታ ሃብ። ንሰላምካ ቀዳምነት ሃብ። ምኽንያቱ ሰላም ምስ ዝህልወካ ጥራይ ኢኻ ዓወት ክትሓፍስ እትኽእል። ንሎሚ ዘዳለኹልኩም መደብ እዚ ይመስል። እዛ ቪድዮ ጠቓሚት ኮይና እንተረኺብኩማ ላይክ ክትገብሩ ኣይትረስዑ። ንቐጻሊ ተመሳሳሊ ትሕዝቶታት ንምክትታል ድማ ሰብስክራይብ ብምግባር ስድራቤትና ኩኑ። ዝኾነ ርእይቶ ወይ ሕቶ እንተልዩኩም ኣብ ኮሜንት ሴክሽን ጽሓፉለይ። ኣብ ዝቕጽል ቪድዮ ብኻልእ ኣገዳሲ ኣርእስቲ ክሳብ ንራኸብ ሰላም ጽንሑ።